ኣብ ስድራኺ እንታይ ዓይነት ተቐባልነት ኣለዎ? ከመይ ነይሩ?
መጀመርያ በቲ ናይ ትምህርቲ እንደ ጀሚረ እዛ ናይ ቅዱስ ጳውሎስ ከምቲ ዝበልኩኺ ንዕኡ ክሰርሕ ክሓስብ ከለኹ መጀመርያ ኣፍቂደ እየ ከየፍቀድካ እንድሕር ትሰርሕ ኮንካ ናፅነት የብልካን ማለት እዩ ኣፍቂደ ከምዚኣ ድራማ ናይ ትምህርቲ ስርሑ ተባሂልና ሞ ክሰርሕ ምስ በልኩ ተፈቒዱኒ ማለት እዩ ክሰርሕ ጀሚረ ኣብኣ ኣትየ ካብኣ ቀይሕ ባሕሪ ከይድና ካብ ቀይሕ ባሕሪ ክንሰርሕ ምስ ጀመርና ሽዑ ሓደ ሓወይ ተፃቢእኒ ማለት እዩ እንታይ እዩ እዚ ደይድሊ ገለመለ ኢሉ ብዙሕ ክሰይ ምስ ገበረ በቃ ተቋርፅ ተባሂለ ሽዑ ሓወኽቲ ምሳኺ ዝዋሳእ ዝነበረ እሱ
እንታይ ኮይኑ ዘይተቐበሉላ
ብጣዕሚ እያ ትገርመኒ በቃ ተትሪ ግደፍዮ ተባሂለ ስርሒ ተባሂለ መሊስኪ ግደፍዮ ክበሃል እሞ ሓቂ ኣቢኒ ኣትየ ኢኻ እሞኻ ድልየታት ነይሩ እዩ ሓደ ሓውኺ ጥራይ ግን ዘይድግፎ ነይሩ እሱ ጥራይ እዋ
ዋ ሽዑ ሓንቲ ንእሽተይ መፍትሒት ገይረ ማለት እዩ ሰለስተ መዓልቲ እንዳ መሓዛይ ጠፊኤ ካብ ገዛ ንዓይ ክትረኽቡን ኢልኩም ከይትሓስቡ የለኹን ከይደ እየ ገለመለ ኢለ ደብዳበ መሰናበዲ ፅሕፍ ኣቢለ ሰለስተ መዓልቲ ምስ መሓዘ ዓይነት ስነ ጥበብ እዩ ሰለስተ መዓልቲ ሽዕኡ ዳሃየይ ካብታ ገዛ ኣይወጻኹ ኣጋጣሚ ዕረፍቲ ኢና ነርና ትምህርቲ ሽዑ በቃ ኣምፅዋ እምበር ድሌታት ስራሕ ኢላ ማለት ሽዑ ድሓር ገዛእቴ በቃ ስጋብዛ ሕጂ ዘለኹዋ ከዓ ቀፅል ኣለኹ ፅቡቅ ኳዕ ሓሳብ ልቢ ከስመረልኪ ኣሜን ኣሜን ኳዕ እውን ኣብዚ በፂሕኪ ዘለኺ ደረጃ ኣብፅሓኪ ኣሜን ጋና ብሕጂ እውን ልዕሊኡ ፅበ ንፅበ ኢና ሕራይ ሄሉ ናብ ናይ ስራሓት ፊልምታት ክንኣቱ ድሕሪ ናይ መድረኽ ስራሓትኪ ንመጀመርታ ግዜ ዝሰራሕኪያ ከመይ ነይራ? ማለት ኣብ ፊት ሰብ ኮንካ ክትሰርሕ ኮለኻ ኣብ ፊት ካሜራ ኮንካ ምስራሕን ከመይ ረኺብኪዮ?
መጀመርያ እዛ ዝበልኩኺ ነውፂ እንዴት ሰሪሐ ንካሜራስ ሽዓ ድላለያ ደለኹ ግን ዋላ ሓንቲ ንዓይስ ዋላ ሓንቲ ትስተያ ይገብረለይ
ፍልል የብሉን ዋላ ሓንቲ ንዓይስ ኣይተረኣየንን ምክንያቱስ ናይ ኦዲየንስ ላይፍ ከማን ይኸብድ ካብ ኣብ ካሜራ ኮይንካ ክትሰርሕ ምክንያቱ ኣብቲኣ ኣጽኒዕኺ ኩሉ ምስ መጻኺ እቲ ስምዒታት ግን ገለመለን ላይፍ ክትሕልፍዮ ኣብዚ እውን ኣጽኒዕካ እንዳ ክትመጽእ ግን ገለ ነገር ድሕሪ ተጋጊኻስ ካሜራ ጠጠው ኣቢልካ ክትዕርያ ትኽእል ኢኻ እቲኣ ግን ተዓጻጺፍካ ኢኻ ናብታ ዝነበርካያ ክትምለስ ትኽእል እምበር ሓንሳብ ተጋግየ ኣለኹ ኢልካ ካብ መድረኽ ኣይትወጽእን ኢኻ ግን ንዓይ ወላ ሓንቲ ፍልልይ ክስተ ይረኣኹሉ ክልቲኡ ንዓይስ ወላ ሓንቲ ድሓን እዩ ሳይ መድረኽ ግን ክብድ ይብል ካብቲ ብካሜራ ትሰኣሎ እወ
ካሜራ እቲ ድምጺ ኣብ ጥቓኺ ኢዶ ኣሎ እቲ ስምዒታት ክሓሊ ኢኺ ትሰርሒ ኣብ መድረኽ ግን ኔው ደሎፍቲ ደሎ ክተስሚዒ ኣለኪ እንታይ ትብሊ ኣለኺ እንታይ መልእኽቲ ትሕልፊ ኣለኽስ እቲ ኔው ደሎ ድሕሪ ደሎ ሰብኣት እዩ ደሎ ተስሚዒ ስለዘለኪ ሓይሊ የድልየካ እዩ ፍልልዩ እዩ ጽቡቕ ካብ ህዝቢ ዝመጸኪ ግብረ መልስከ ከመይ ኔሩ? ስጋብ ሕጂ ክገርመኪ ኣብ ናይ መድረኽ ይኹን ኣብ ፊልም ይኹን በቃ ምሽ ጽቡቕ ከምዚኣ እንድያ ድብልሲ ኣይረኸብኩን ብፍላይ ኣብ ሓንቲ ኣብ ሓንቲ ፊልም ዝሰራሕኩላ ጥራይ እምበረ ኣብ ካልእ ኩሉ ኩሉ ብጽቡቕ እዩ ተቐበለኒ ኣብ ሓንቲ ከኣ ኣብ ኣደ ጥራይ ስለ ዝርእየኒ ዝነበረ ሰብ በደ ጥራይ እንዳሰራሕኩ ስለ ዝርእየኒ ነበረ ኣብታ ህርፋን ትብል ራጃ ደኣለያ ነይራ ኣብኣ ከም ምስ ሓዋ እያ ትነብር ስድራኣዮ የለውን ንሓዋ ባዕላ እያ ተዕብዮ ነፍሳ የሕሲማ ነፍሳ የሕሲራ እያ ንሓዋ ተዕቢ ኣብ መጨረሻ ጎን እድኹም ጎንታታ ሪኦም ንሓደ ደይገበሮ ገንዘብ ክንዲዚ ክንህበኪ ኢና እሞ ከምዚ ገይሩኒ ክገለስ ክሳይ ግበርዮ ይብልዋ ነታ ካራክተር ማለት እዩ እሳ ከዓ ሓራ ኢላ ነተን ገንዘብ ክትብል ምክንያቱ ጎና ስለ ክሳይ ድገብራ ተኸነን ስለ ዘለዋ ሓዋኻ ተማራይ ዩኒቨርሲቲ ኣብ ላዕሊ ደረጃ ክበጽሐላ ኢያ ስለ ትደሊ ማለት ኢዩ ሕራይ ኢላ ደይ ጎቦሩ ክሳይ ተብል ሕጂ ኣብ መወዳእታ ግን ትጣዓስ ኢያ ኣብኣ ጥራይ ሰብ ደይፈትወኒ እውይ ድሕሪ ሕጂ ከምዚኣ ኣይትሰርሒ ቤላ ቤላ እዩ ዝብለኒ ነይሩ ዝነበርክ ገጸ ባህርስ ሕማቕ እዩ ነይሩ እወ እቲ ድሃቡኒ ካራክተርሲ በቃ ምሽ በደ ጥራይ ስለ ዝርእዩ ዝነበሩስ ኣይፈተውዋ ኣይተቐበልዋ ናትኪ ከምዚ ይኮነን ከይትሰርሒ ድሕሪ ሕጂ ገለ ኢሎምኒ ኣብ ኩሉ ሰኣቱ እየ ማለት እዩ ለሽዑ ክፀይቅ ኣራ ይሄሉ እቲ ክብደት ኣበይ ናይ ኣሎ ትብልዮ
እንደ ንዓይስ ወላ ሓንቲ ክብደት ሳይረኣየንን እዩ ንክልቲኡ ስብ ማዕረ ክትብሎ ትኽእል ኢኻ ወላ ሓንቲ ክብደት የብሉን እንታይ እዩ ጥራይ ናትካ መንፋዓትን ናትካ ተገዳስነትን እዩ ደድሊ በር ወላ ሓንቲ ክልቲኦ ክብደትሲ ናይስ ፍልልይ ድራየንስ የብለይን ማዕረ ብማዕረ እየ ድሪኦም ክልቲኦ። ንዝመጸክስ ክትብድህዮ ድልውቲ ኢኺ ዊን በዲህኪ ኢኺ። ድልውቲ እየ ጋና ጋና እየ ድብል ዘለኹ። ኣራ ሄሉ ሄሉ ብዘካ እታ ጓል ርያለ ትብል መለለይት እታ ርብቃ ትብል እያ ዓብሊላ ነይራ ብኸመይ እያ ተበጊሳ ሳኸ እንታይ ምትእስሳር ኣለዋ
ወላ ሕጂ እውን ንሳ እንድያ ደላ ርብቃ እያ ደላ ኣብ ክልተ ሽሕን ሓሙሽተን ኢና ምስ ሓጎስ ናይ ሞዛይክ ሓጸርቲ ድራማታት ተቕርብ ነይሩ እዩ ሽዑ ኢና ሰሪሕናያ በቃ ርብቃ ርብቃ ምሰላ ኣኺላ በቃ ባእባእባ ቀንዲ መዓት ስራሓት እንዴራ ሰሪሐ ናይ መድረኽ ሰሪሐ ዋላ ፊልም እዚ ሲሪየስ ፊልም ሰሪሕና ገለ ምሽ ዋላ ኮሜድታት እውን እንዳ ዜና ገለ ምስ በዓል ተስፋይ ዕቑባይ ምስ በዓል ኤርሚለ ገለስ ንሰርሕ ነርና ኢና ብዝያዳ ደውጸትኒ ንሳ እያ ርብቃ እያ ርብቃ እያ ከመይ እሞ እስኺ ክትፈትውያ ዶ ብጣዕሚ ፈትዋ እየ ሰብ ሕጂ ምሽ ርብቃ ብለኒ ስሚ ድብል ከኣ መሊሱ ውይ ገለ ምሽ ጸገም የለ ንቕበላ እያ ብደስ ዝበለኩም ጸውዕኒ ፈትዋ እየ ከኣ ይጸልኣኒ እየ

ተፈቲንኪ ኣየናይ ፈቲኽዮ ወይ ነብስኺ ኣበይ ተድምዕ ኮይንኪ ረኺብክያ?
ሰለስቲኡ እየ ድፈትዎ ኣብ ሰለስቲኡ ከዓስ ፅቡቕ ክስተይ ረኺበሉ እታ ናይ መድረኽ ፅቡቕ ሽም ነይሩ ፅቡቕ ሰሪሐ እየ ዝያዳ ኣብ ናይ መድረኽ ዝሰራሕክወን ፅቡቕ ክስተይ ደበለትኒ ኣብዚኣ ዶሞ ትረኣያ ዕማም ኣልጋኒሽ ትብል ድሕሪኡ ናይ ፊልም ምስ መጻ ከኣኒ በዓል ነውጺ መሲሉኒ ሕጺተይ ገለ ኣብቲ መጀመርያ ዝሰራሕናሉ ማለት እዩ ኣብኡታት ፅቡቕ ክስተያት ነይሩ ኣብ ድበዝሓ ኣዶ ኮይነ እየ ሰሪሐት እየን ዝነበራ ማለት እተን ፊልምታት ድሕሪኡ ናይ ኮሜዲ ምስ ሓጎስ ምስ ጀመርና ማለት ብዝያዳ መጀመርታ ምስ ይሰርሕ እንደ ነረ ዋላ ሰሪሕና ሓፀርቲ ሓፀርቲ ገለ ንሰርሕ ነርና እንዲና ግን ዝያዳ ምስ ሓጎስ ስዚኒኖ ምስ ሰራሕና እዛ ርብቃ ትብል ኣፍልጦ ኣብ ህዝቢ ክሳይድ ገበረትለይ ይሳ ፍለጥ ኽእልኪ እወ ብዝያዳ ሲ በቲ ኮሜዲ መልክዑስ ኣብ ኮሜዲ ብኮሜዲ ወፅየ ፍለጥ ኽእል ክፍለጥ ክኢለ ብዝያዳ ማለት እዩ ምስ ሓጎስ ምስ ኣበልና ብድሕሪኡ ካልእ ካልእ ስራሓት ተሰሪሑ ምስ ሓጎስ ብዙሕ ሰሪሕና ኢና ድሕሪኡ ከዓኒ እዚያ ቬሎ ከዓ ቬሎ ከዓ ኮሜድያ ነይራ ወ እሳ ከዓ ብጣዕሚ መሊሳ እሳ ከዓኒ ፌራተ ፌራተ ኣብታ ቬሎ ሕጅስ ፊያተ ሓፍተይ ስለ ዝብላ ነበርኩን ወይነ መንግስተ ሰማይ ዋርሳ በቃ ፊያተ ሕጂ ዝመሽሙ ትሪንጎ ሰሌ ትሪንጎ ጊታሪስት ሽመይ ኣይፅወዕንን እያ ፊያታ ሓተይ በቲ ናተይ ፀያፍ መልሓስ ገይሩ እዩ ክሰይ ድገብረኒ ማለት እዩ ብድሕሪ እዚ እውን ኣብ ዝቐፀለ ስራሓት ፊልሚታ ፊልሚታት ከማዶ ኮንኪ ኢኺ ሰሪሕኪዮም ስለምንታይ እዩ ኣብኡ ጥራይ ተድምዒ ስለ ዝነበርክ ድዩ
ናይቲ ደራሲ ድሌት እዩ ምክንያቱ ኣብ ሓንቲ ስራሕ ኣደ ኮይንካ ሰሪሕካ እንድሕር ርኢካሲ ፈትይዋ ኣሎ ማለት እዩ ነታ ድራእያ ኣብዚኣ ናተይ ከኣስ ከምዚኣስ ክተምፀለይ ትኽእል እያ ስለ ዝብል ሓሳብ ስለ ዝነበሮም እቲ ደራሲ መርፀካ ደራሲ እንድሕር መሪጹካ ከኣ ናብታ እተመረጽካያ ፓርቲ ኢኻ ትኣቱ ኣነ ይደሊኒ ካልእ ሃበኒ ክትብል ኣይትኽእልን ኢኻ ኣብታ ተዋህብካያ ትኣቱ ብኸምኣ እያ እታ ኣደ ቀጺላ ድሓር ግን ካብታ ኣደ ዳርጋ ካልእ እንዳሰራሕኩ መጽኤ ኣብ ሕድገት ትብል ሓፍታ ንሲዶን ኮይነ ሰሪሐ ከምዚ መንእሰይ እንዳኾንኩ ከኣ መጽኤ ማለት እዩ ሽዑ
ሕራይ ሄሉ ናብ ሰተና እሞ ጥዑይ ጌርካ ክትዕልልና ምእንታው ሕራይ
ከዕልለኪ ጆኺ
ክሳብ ሕጂ ክንደይ ዝኣኽሉ ስራሓት ሰሪሕክለኺ
ዋ ብዙሕ
ክፅብፀብ ውን ኣይክእልን ክፅብፀብ ኣይክእልን እዩ ኣነ ብክስታይስ ከባቢ ሰማንያ ኸውን ሰሪሐ ኣለኹ ፊልም ኡው ብጣዕሚ ብዙሕ እዩ። ኮሜድታት ከኣኒ ምስ ሓጎስ ዝሰራሕናዮ እዚ ናይ ሞዛይክ ክንሰርሖ ነበርና ገለመለ ዳርጋ ኣርባዓ ሰዓት ገለስ ዝኸውን እዩ ኮሜድታት እዩ። ፊልም ጥራዩ ሰማንያ ዝበጽሕ ኡው ብጣዕሚ ብዙሕ እዩ ሄሉ። ብጣዕሚ ብጣዕሚ ብዙሕ እዩ ገሊኡ ኣርእሱ ዘይዝክሮ ከማን ኣሎ እተን ዝዝክረን መጀመርያ ዝሰራሕክወን እየን ገሊኡ መዓት እዩ እ፣ ኣርእስቲ ወጽኢ ተሰሪሑ ኮፍ ድበላ ተሰሪሐን ዝወጻ ገለ ምሽ ኣለኪ ከምኡታት መዓት ይኸውን ከባቢ ሰማንያ ይኸውን። ካብ ኩለን ትፈትውየን ስራሕ ከ ኣላ ዶ?
ስራሓተይ ኩሉ እንዴ ድፎቶ ግን ፍሉይ ከኣ ሃሳይ ድገብረካ ኣለኒ ፍሉይ ንዓኺ ደስ ትብለኪ ፍቕሪ ፈለማ ብጣዕሚ እየ ድፈትዋ ናይ ራጃ ድርሰት እያ በቃ ብጣዕሚ እየ ድፈትዋ ንዓኣ ኣደ ኮይነ እየ ድሰርሕ ኣደ ኮይነ እየ ድሰርሕ በቃ እታ ድርሰት ብጣዕሚ ጽብቕቲ እያ መራ እየ ዝፈትዋ በቃ ካብተን ኩለን ድሳብ ኩለን ዝፈትወን እየ ዝያዳ ግን ፍቕሪ ፈለማ ፈትዋ ኦኬ ጽቡቅ ውልዕ ውልዕ ኣቢልክለ ትርእያ ዋላ
ይርያ እየ
ሕራይ ሄሉ ናብ ፊልም ቬሎ ክንመጽእ ኢና እዛ ስራሕ ብፍሉይ ብቕዓትኪ ዘመስከርክላ ስራሕ እያ ብኸመይ እያ እታ ዕድል ክትመጸኪ ክኢላ
ቬሎ ምስ ተጸዋዕና ናይ ስምኦን ሓጎስ እንድያ ዳንኤል ተስፋማርያም ሜዙራ እዩ ዳይሬክት ገይርዋ ሕጂ ተጸዊዕና ፖርሽን ተዋሂብና ከካራክተር ሰብስ ኣብታ ቬሎስ ነናቱ ካራክተር እዩ ዘለዎ ሕጂ ንናትካስ ከመይ ትኸውን ትፍትን ዳይሬክተር ይህበካ ምሽ ትፍትን እዚኣስ ገለ እስኪ ንግበራ ገለ ኢሎም ሓሳባት ሓንሳብ ከምዚ ኣፍንጫ ይዕፍኖ ኣቢለ ቅልጥፍ ቅልጥፍ ከምዚ ወታኣታ ገለ ገለ ዓይነት በቃ ምውሓጥ ኣብያቶ ሕጂ በቃ ሕጂ ሓቲ ቃና ኣብ ቬሎ ዘሎ ካባኺ ዝተበገሰ ስኽ ዘምጽኽዮ ሓሳብ ድዩ ዋላ እሶም ዘበገስዎ እዩ እቲ ዲያሎግ ናቶም እንድዩ እታ ዘረባ እታ እወ፣ እታ ዘረባ፣ መ- እታ ክሳይ ቃና፣ ምባል እወ። ግን ብዙሕ እንደ ፈቲነ ኣርእየዮም መጨረሻ ም- ዋ እስኪ ድሓን ንሕሰብ ንሕሰብ ተባሂሉ ሃንደበት መልሓሰይ ዕፅፍ ኣቢለ እ፣ ትዝርም ሰብ ዋው ንሳ ሓዝያ ከምኣ ግበርያ ኢሉኒ ሽዑ ሜዙራ ብኣ ሒዝናያ በቃ ጸቢቓ ስጋዕ ጀሚረ ድውድእ ወላ ሓንቲ ከይተጋገኹ እሰይ ገይርያ ማለት እዩ
ኣብ ህዝቢ ከዓ ፅቡቅ ብጣዕሚ ብጣዕሚ ፅቡቅቲ እያ ነይራታ ፊልም ኣብኡ ዝነበረ ቃና ኣዘራርባ እውን ፍሉይ እዩ ነይሩ እዚ ንምምፃእ ዝገበርከ ፃዕሪ ከመይ ነይሩ እዎ ከምዚ ክብለኪ ዝጸናሕኩ እንዴ ብዙሕ ፈተነታት ፈቲና በቃ ብሃንደበት እያ ከምዚ ምሽ ከምዚ ስታይልካ ሓሲብካ ዝገበርኩሞስ ኣይኮነን እዎ ብዙሕ ፈቲና ካብቲ ሓሲብና ዝፈተናዮ ኣይተዋሕጠትሉን ንዳንኤል ማለት እዩ ሃንደበት ሽዑ እታ መልሓሰይስ ዕጽፍ ኣቢለ እያ ክገብራ ኢለ እውን ኣይኮንኩንኮ ከምዚ ምስ ኢልካ ትላገጽ ላገጽ እንዳተላገጽኩ ክሰይ ምስ በልኩስ ከምዚኣ ጌርካ ሕዝያ ኢሉኒ ብኣኣ ክሰይ ኮይና ኮይናዋ ጸዲቓ ጸዲቓ ጽብቕቲ መጽያ ጀሚራ ስጋዕ ትውድእ ኣብ ናተይ ክሎ ዝኣብ ኹን ኣብቲ መሳርሕተይ ክሎ ዝኣብ ከብል ከሎ ልክዕ ከይቀየርኩ እየ ወዲኤያ ሽዑ ኣክሽን ከኣ ነይሩ ንብዚ ባዕለይ ዝፈጠርኩ እዚ ዳርጋ ሰሙን ምንቅስቃስ ስኢነ ከምዚኣ ኢለ እየ ድዛረብ ድውድቅ ዋላ እቲ ናይቶም ካልኦት ኩሎ ዝኣብ ድሓዘ ኮሎስ ተሰቢሉኒ ከምዚኣ ኢለ ድዛረብ ነይረ ብኣኣ ስተይ ጌርናያ ተፈትያ ማለት እዩ ኣብ መንገዲ ከማን ሓደ መዓልቲ ሓደ ካብ ደገ ድመፀ ኣብታ ናይ ካቴድራል ተራኺብና ከምዚኣ ኢለ ጥውይ ክብልስ ገሊሉ መርሓባ ኢለሰ ወይ ኢለሰ ቢዱ ይሄ ኣቶኩስ ጥዑይ ትዛረቢ ዲኺ ገሪሞ ከምኡ ትዛረቢ ተጸቢ ጥዑይ ትዛረቢ ዲኺ ኢልነ ወ ጥዑይ ትዛረቢ እንታይ ዳፍቲ ቤሎ ከምዚ እሱ ደሞ ናይ ስራሕ እንዲ ኢሉ በቃ ተቢሉ ብጣዕሚ ጽቡቅ ጽቡቅ ኢሉ ከምዚ ከምኡ መልሓሰ እዩ ድመስሎም ነይሩ
በይነ ክትገብርዮ ልምምዳት ነይሩ ዶ እወ ሓደ ሓደ ግዜ ኣለዎ ምሽ ከምዚ በቃ ምሽ ከምዚ ዓይነት እየ ድደሊ ኢሉ እቲ ዳይሬክተር እንድሕር ክሰይ ገይሩካ ሓደ ሓደ ግዜ ኣብ መስትያት ኮይኑ የብል
በይንኺ ትላመድ በይነይ ነይርኪ? ይላመድ እዎ
ኩሉ ግዜ በይነይ ድላመድ እ፣ ክስታይ የ- የጽንዖ መጀመርያ ኣንብቦ ምሽ ኣንቢበ ክስታይ ትድያሉ ምስ ሓስቦ ድሓር እስኪ እታ ከምዚኣ ድበለኒ ክፍትነ ኢለ ኣብ መስትያት ኮይነ ቅድሚ ትሬን ምእታውኪ ትሬን ምእታወይ ይፍትና ሕጂ ኩሉ ግዜ ንዓይ እንታይ ክስተ ኣለኒ ሓቂ ክዛረብ ኣብ ትሬኒ ብዙሕ ኣይመፀለይ ኣብቲ ቀንዲ ምስ ኣተኹ ኣብ ካሜራ ኹን ዋላ ኣብ መድረኽ ኹን ክስታይ ምስ ክነብል ከለና ሽዑ እዩ ሽዑ ስምዒት ስምዒት ድመፀኒ ማለት እዩ ኣብ ትሬኒ ብዙሕ ኣይኮንኩን ዋላ ንነብሰይ ባዕለይ ይፈልጣ እያ
ድሓን ኣብ ትሬን ደሓን እዩ እንኳዕ ኣብቲ ጥራይ ኣብቲ ቀንዲ ግን ይብል ጽቡቅ ሄዱ ኣብ ፊልም ቬሎ እናሰራሕኩም ካብ ዘጋጠሙኺ ፍሉያት ፍጻሜታት ኣለዉ ዶ ኣብቲ ናይ መወዳእታታ ናይ መርዓ ክንስእላ ከለና ቬሎ ተኸዲና ወይነይ መርዓዊ ትፅበ ነይራ ሕጂ እታ ቤላኣ እቲ ናይ ጓንቲ ናይ ኢዱ ገሊኡ ምስ ሙሉእ ናጽ እዋ ኣጻብዕቲ ካብ ዝሽፍን ናታ ግን ኣብዚኣ እቱ ትብል እያ እዚ ግን እዚ ጸብዕታ ውጹ እዩ እዚኣ ጥራይ ኣላታ ከምዚ ኢሉ ግን ካብዚ ግን ክስታይ ሕጂ ጠምያ ጥሜት ኣይትኽእልን እያ ኣትኮለለ ኣትሞትና ኮ ሃብና ባንጀራ ትብለኒ እዋ ወይኒ ክመጽ ጽንሒ ብሓንሳ ክንበልዕ ንኸምኡ ብሓንሳ ክንነብል እዩ መጽዩ ተስፋይ ሕጂ ኣበደላ ወደይ እዚኣ ሃብና ኑ ጠሚና

ኣብ ሂወትኪ ትፈትውዮ መግቢ ወይ ትጸልእዮ እንታይ እዩ? ብኸመይ ከ?
ኣነ ኣብ ሂወተይ ዝፈትዎ መግቢ ኣሕምልቲ፣ ሽሮ ከምዚ ናይ ጾም ዓይነት እየ ዝፈቱ። ስጋ ብዙሕ ኣይኮንኩን። ዝጸልኦ ከኣ እዚ ጨጎራ ኣይፈቱን እየ። ድሮ ትገርይ

ሕጂ ግን ስለ ዝዓበኹ በትሪ እየ ድራር ኣይበይዕን እንተ እየ ኣይበይዕን እየ።
ጽቡቕ ሄሉ ብጣዕሚ ንፍዕቲ ኢኺ። Thank you። ሕራይ በጀካ ኣብ ምውሳእ እውን ኣብ ስራሓት ሜክኣፕ ትነጥፍ እያ ሰሚዐ ኣለኹ። ከመይ እዩ?
እወ ብትምህርቲ ደምጸኾ ኮይኮነን እንድዩ ብተሞኩሮ እዩ እዚ ናይ መድረኽ እንዳሰራሕና ከለናስ ኩርሽን እዚ ፋሓምን ኢና ዶቂስና ሒዝና ንኸይድ ጭሕሚ ተኾይኑ እቲ ፋሓም በጽቢጽና ኣብዚ ከምዚ ጌርና ንለኽዮ ጭሕሚ ዘይብሎም ተኾይኖም ጭሕሚ ዘይብሎም ተኾይኖም ማለት ነቲ ፋሓም ምሽ ንብጥብጦም ንብሎ ሽዑ ሽበት ተድልያ ተኾይና ከዓ ነታ ኩርሽ በጽቢጽና ከዓ ኣብኣ እሰይ ጌርና ከምዚ ጌርና ኣብታ ልዕሊ ፈሓም ኣብታ ልዕሊ ፈሓም ዝገበርናዮ ማለት ጌርና ብከምዚ ብተመክሮ ብድሕሪኡ ኣብ ፊልሚ ምስ በልኩ ማለት እዩ ባዕለይ ትምህርቲ ወሰድኩሉን በቲ ድሪኦ ገለ ዝነበርኩ ከምኡ ኩርሽ ክሳይ ጌርካ ኩርሽ ድሓር እዚ ፀጉሪ ከዓኒ ኣርተፍሻል ፀጉሪ ቆሪፀ ብግሉ ገይረ እዚ ናይ ጥራዝ መልገብ እዩ ሽዑ ገይረ ስታይ የብሎ ነይረ ማለት እዩ የልግቦ ዳሓር እንታይ ቢለ ሰፊዮ ሽዑ ነቲ ከም ጫኻ ማለት ዓብዩ ደድለ ኮይኑ ከዓ ዲዛይን ገይረ ውፃምሽካ ጨርቂ ይሰፍየ ናብኣታ ፀጉሪ ሰፍየ ሽዑ ነዚኣ ላስቲክ ገይረ ኣብዚኣ የእትዋ ኣብዛ ፀጉሮም የእትዋ ፀሊም ላስቲክ ገይረ ኣብዛ ፀጉሮም ትኣቱ እዚ ጎፍጓፍ ጫማ ይመስሎ ኣሎ ከምኡ እንዳገበርና ዋተር ከለል ሽዑ ዋተር ከለል ገይረ ከዓኒ እዚ ሽበት ድዩ ዘድሊ ገለመለ ንጥቀም ከምዚ ናይ ደም ገለ ዘድልየና እንተኮይኑ ከዓ በቃ በቲ ዘለኒ ክሰይ ገይረ ከዓኒ ይብል ብትምህርቲ ድወሰድኩ የብለይን ብከምኡ ግን ገለገለ መሳርሒታት እናረኸብኩ ክሰይ ገይረ ማለት እዩ ዋላ ስጋብ እዚ ናይ ፅሩራ ዝነበረሉ ግዜ እውን ኣብ ጓል ምስሌነ ሰማንያን ሓሙሽተን ወሲደ ኣብ ናተይ ፊልም ላ ስጋብ እንታይ ኣብ ሰብዓ ወሲደ ኣብ ንጉስ ጫካ ከዓ ሓምሳን ሸውዓተ ተዓዊትኪ ኢኺ
ፅቡቅ ኢሉ ስለዚ ብተመክሮ ዘጥረኽዮ እዩ ተመክሮ እዩ ፅቡቅ ኣነ እውን ካባኺ ተሞኪረ ክሰርሕ እየ ኣጆኺ ኣጆኺ ተገዳስነት ጥራይ ዝሓትት ኣረ ሄሉ ኣብ ስራሓት ዳይሬክት እውን ትነጥ ቲቪ ኢኺ እስከ ንመጀመርታ ዳይሬክት ግበርልና ኢሎም ሒዞምልኩም ምስ መጹ ከመይ ተሰሚዒኪ?
ዳይሬክት ዝገበርኳ እኮ እዚኣ ደም ስኒ እንዲያ ደም ስኒ መጀመርያ ምስ በዓል ጆሲ ኣልኣሚን ዓሊ ምስ በዓል ኳትሮ እዚኣ ኮምሽታቶ ገለመለ ገለ ዝብላ ወዲ ብሪ ብሓንሳእ ሰሪሕና ጥዑማት እዮም ከምዚ ፋሚልያር ኢና ነርና ምስኦም ከኣ እንዳ ሰራሕና ከለና ሽዑ እዚኣ ደም ስኒ ሒዙ መጻና ማለት እዩ ጆሲ ድሓን ጓርያ ዳሪክት ክትገብረኩም እያ ኢሎሞ ይቦንታ ድርሰት ማለት እዩ ርኤያ ገለገለ ሓሳባት ክውስኽ ደለዎ ክጎድል ደለዎ ክሰብ ጌርና ከዓኒ ሰሪሕናያ ጽቡቅ እንጂ ዳሪክት ክትገብሪ ኣይልን ጸገም የለን እፍትን መጀመርያ ንመጀመርታ ንመጀመርያ ድርሰት ምልእት ክሳይ ድገበርኩ ከም ዝተሓጋጋዚት ገለ ኮይና ሰሪሐ ኣብ መጀመርያ ክሳይ ደበርኩ ግን ተማዊተ ክሳይ እናገበርኩ ሰሪሐ ማለት እዩ ጀሲ እውን ብወገኑ ሓግዘኒ ነይሩ ኣልኣሚን ከምኡ ተሓጋጊዝና ሓሳባት የምፅእ ምሽ ፅቡቅ ከምዚኣ ገለ ኣብዚኣስ ኣብ ከምዚኣ ክነእትዋ ገለ ኢለ ምሽክስ ከይገብራ ጽብቕቲ እዚኣ ከምዚኣ ጥራይ ንወስኸላ ገለ እናበሉ ነገርና ሰሪሕናያ ማለት እዩ ከመይ እሞ መጻእታ ስራሕ ጽብቕቲ መጽያ ግን ክብት ገሊኡ ምስ ተሰርሐ ከምዚ ዕድል ዘይብሉ ኣሎ ምሽ እምበር ገለ ገለስ ቆቁሩብ ትረኣያ ብዙሕ ከምተን እንድተራእያ ኣይተራእየትን እምበር ቢላስ ተሸይጣ ገለ መለያ ጽቡቕ ዋላ ድርኣያ ሰብሲ ጽብቅቲ ገለ ይብለካ እታ ክትምረቅ ከላ ጥራይ ምስ ረኣኹዋ እየ ዋእ እታ ደሓን ያባ ክንደይ ተበርክቶ ገይረ እየ ገለ ኢለ ማለት እዩ ኧረ ሄሉ ናትኪ ስርሓት ዘፍረኽዮም ከ ኣለዉ ዶ እወ
ፊልም ስለምንታይ ኣብ ክልተ ሽሕን ዓሰርተን ተወደእት ማለት እዩ ኣላትኒ ድርሰትን ዋላ እቲ ናታ መሳለጥታትን ባዕለይ ክሰይ ገይረ እየ ሰሪሐያ ማለት እዩ ስለ እሳ ክፅሕፋ ከለኹ መጀመርያ ከም ሓሳብ ኣምፅእያ ሽዑ ዳንኤል ኣብርሃም ዲኣር ስዊት ማለት እዩ ዳና ኣነስ ክፅሕፍ ደልየ እየ ንክፅሕፍ ደተባብዐኒ ቀዳማይ ዳንኤል እዩ ማእስ ከምዚ ንኣሽቱ ገለ እየ ክሳይ ደብል ነይረ ደሓን ፀሓፍሞ ኣነ ክስተህከበ

ሕቶታት ሂቡኒ ከምዚ ግበርያ ኢሉኒ ጽሒፈያ ሽዑ እንዳጻሓፍኩ እንዳጻሓፍኩ ከይዱ እሱ ይርእየለይ ይዕሪ እንዳበልና ሽዑኡ ሴንሱር ኣትያ ሴንሱር ምስ ወጸት ሽዑ ዳይሬክት ባዕሉ እዩ ገይርዋ ብናቱ ክስታይ ከዓኒ ሕጂ ዳይሬክተር እንድሕር ኮንካሲ ሓንቲ ድርሰት ምስ ወሃበትካስ ገለ ናትካ ክትፈጥር ኣለካ እዋ በቃ ብዝያዳ ከዓ እሱ ኣጸብቀዋ ማለት እዩ ኣብ ህዝቢ ጽቡቅ ተቐባልነት ረኺባ እንዳ ጹሩራ ከማን ሓደ ፈረቓን ኮኸብ ረኺባ ማለት እዩ ጽቡቅ ከይዳ ሰብ ጽቡቅ ፈትይዋ ተራእያ ኣብ ከም እዚኣ ከኣ ሰሪሐ ማለት እዩ ሓጸርቲ ኮሜንትታት እውን ሰሪሐ ኣለኹ ክልተ ብሕጂ እውን ኣለኒ ዝጸሓፍክዎ ቅሩብ ናይ ባጀት ጉዳይ እዩ እምበር መደባተይሲ ኣብ ኮሜዲ ኣሎ ሕጂ ኣብ ሓጸርቲ ክስታይ እዚ ኮሜዲ ኮይኑ ዝተኸታተሊ ከምኡ መደብ ኣለኒ ጽቡቅ ሄሉ ኣምላኽ ይሓግዝኪ ኣሜን ኣሜን ብሕጂ ዘሎ ጽሑፍ ኮይኑ ክትሰርሕዮ ኣሜን ኣሜን ሕራይ ሕቶታተይ ዳርጋ ኣብ ሙዲ ሄሉ ብሓፈሻ ስነ ጥበብ ሃገርና ከመይ ይኸይድ ኣሎ ትብሊ
ስነ ጥበብ ሃገርና ጽቡቅ ይኸይድ ኣሎ ንእሽተይ ባይታ ጎድሎ ባይታ ክፍጠረሉ ተስፋ ገብር መር ብጣዕሚ ብጣዕሚ ንፉዓት ተዋሳእቲ ኣለውና፣ ንፉዓት ደረስቲ ኣለውና፣ ንፉዓት ኣርክተራት፣ ንፉዓት ካሜራማናት ብፍላይ ካሜራማናት ሕጂ ፈርዮም ደለዉ ብጣዕሚ በቃ ሕጉስ ኢኻ ከምቲ ድድለ ባይታ ተረኺቡ ሓደ ስቱድዮ ተኸፊቱ ፊቱ ድቀሱ ኣስሉ ባይቱ ብል ፊልምና ፊልምታትና ሰኣብ ይመበጽሕ ቅድሚ ሕጂ ተሰርሓሲ ኣብ ደገስ ኣዋርቕ እየን ተሸሊመን በዚ ትሕበን ኢኻ ከምዚ ይዕርዩ ሰጒሙ ነይሩ ተዝኾንሲ ካብ ሰለስተ ሚእቲ ሽሕን ቀዳሙ ተባሂለን ወርቂ ክሽለማ ከለዋሲ እንታይ ትስምዓካ እንታይ እዩ ዝስማዕካ ማራ እወ ብጣዕሚ ኢኻ ትሕጎስ ሕጂ ከኣስ ባይታ ክኽፈት እቲ መድረኽ ተኸፊቱ እቲ ተበጊሱ ዘሎ ስነ ጥበባዊ በቲ ዝደልዮ መንገዲ ተዓዊቱ ክወፅእ ከም ዝኽእሲ ይተኣማመን እየ እምበር ፅቡቕ ሰጒሙሉ ብጣዕሚ ናይ ሄሉ ናይ መፃኢ መደባትኪ እንታይ እዩ ወይ ንሕና ከም ተዓዘብቲ ኣብ መፃኢ እንታይ ኢና ክንፅበ ካብ ሄለን
መጻኢ መደባተይ ኣምላኽ ይሓግዘና ካብዚ ዘለናዮ ንላዕሊ ማዕቢልና ፍርያተይ ሓሲበዮ ዘለኹ ፍርያተይ በብቲ ተዳልዩ ዘሎ ክሰርሕ ሰሪሐ ናብ ህዝቢ ከብፅሕ ብዝያዳ ከዓ እታ ዘላ ሽምሲ ልዕሊያ ማዕቢላ ላዕሊ ክትዲ ኣብቲ ዘላቶ ዘይኮነሲ ምሽ ፅቡቅ ኣለካ እንድሕር ተባሂልካስ ነቲ ጽቡቕስ ጽቡቕ ኢኻ ከተጸብቆ። ወሲኽካ ትዕብዮ ከምኡ ክገብር ተስፋ ኣለኒ ኣምላኽ ሓግዘና ስቱድዮ ናህና ከፊትና እ፣ ከምዚ መከ- ኣ- ፍርያትካ ተከፋፍለሉ ፍርያትካ ክሳይ ትገብረሉ እ፣ ከምኡታት መደብ ኣለኒ ዕድመን ጥዕናን ሃበና ፈጣሪ ግዜ ቀዳምነት ዕድመን ጥዕናን ሂቡና ከዓኒ ኣብቲ ንደልዮ ደረጃ ክንበፅሕካ ናቱ ሓይሊ ከዓ ይተሓወሰና ኣጃኺ ሄሉ ኣነ እውን ኣብቲ ድላይ ክኸብፅሓኪ ይምነየልኪ ቴንኪዩ ቴንኪዩ ሕራይ እሞ ኣብ መወዳእታ ተመሓላለፍዮ መልእኽቲ ይኹን ምስጋና ምስ ዝህሉ ዕድል ክህበኪ ቀዳምነት ናብዚ ዘለኹዎ ደረጃ ንኽበፅሕ ዕድመን ጥዕናን ሂቡ ዘፅንሓኒ ፈጣሪ የመስግን። ብኻልኣይ ንኹሎም ደገፍተይ ንኹሎም ኣተባባዕተይ ኣብ ውሽጥን ናብ ወፃን ዘለዉ ምስጋናይ የቕርብ። ዝያዳ ከኣ ን ብዝያዳ ከኣ ንዳኒኤል ኣብርሃም ዲኣር ስዊት ማለት እዩ ኣዝየ ኣዝየ ኣዝየ ኣዝየ ከመስግኖ ደሊ ንኽጽሕፍ ደተባብዐኒ እሱ ስለ ዝኾነ ከምኡ ውን ንኩሎም መሳርሕተይ ንኩሎም ብሙሉኦም ኣርቲስት ኣብ ኤርትራ ዘለዉ ንብሙሉኦም ከዓኒ የመስግን እግዚኣብሄር ድማ ኣብቲ ንደልዮ ንክንበጽሕ ተስፋ ይገብር ንኩልና ዕድመን ጥዕናን ሃበና ከምኡ ውን ንወለደይ የሕዋተይ ኣኒ ከመስግን ደሊ ሕራይ ክብርቲ ስነ ጥበባዊት ሄለን ሪያለ ጽቡቅ ናይ ስራሕ ዕድል እና ዝተመነኹልኪ ግዜኺ ሰዊእኪ ኣብዚ ምሳና ብምውዓልኪ ብስመይን ብስም ተኸታተልቲ ካናሪ ኢንተርቴመንት ኣዝየ ዘመስግነኪ ጽቡቕ ናይ ስራሕ ዕድል ይምነየልኪ። የቐኔለይ ኣነ እውን ብጣዕሚ እየ ዘመስግን።
ዝኸበርኩም ተኸታተልቲ ካናሪ ኢንተርቴመንት ንሎሚ ኣዳልዮ ዝነበርኩ መደብ ኣብዚ ዛዚመ ኣለኹ። ኣብ ቀጻሊ ክሳብ ብኻልእ መደብ ንራኸብ ሰሰናዩ ባይ